ሰላም ሰላም ሰላም ሰላም መርሓባ መርሓባ ኣብዛ ቪድዮ እዚኣ ድማ እንታይ ክንምሃር ኢና ብዛዕባ ቁንቁኛታት ክንምሃር ኢና ቁንቁኛታት ኣብዚኣ ክጅምር እየ ዝረግአ ፀባ ዝረግአ ፀባ ንትዕግስቲ እዩ ዘንፀባርቕ ንትዕግስቲ እዩ ዘንፀባርቕ

ደሓን እቶ ክንብል ከለና ድማ ክልተ ትርጉም ኣለዎ። እቲ ሓደ ብደሓን እቶ ናብ መገሻ ንዝኸይድ ሰብ ደሓን እቶ ትብሎ። ብደሓን ኣብኡ የብጽሕካ፣ ኣብ ጉዕዞኻ ብሰላም እቶ ማለት እዩ። እቲ ሓደ ትርጉም ግን ደሓን እቶ ክንብል ከለና ኣብዚ ዝገልጾ ዘለኹ እንታይ እዩ? እንኳዕ ሃለኻ! ጽቡቕ ጌርካ ኣኹሪዕኻና ንምባል እዩ ዘስምዕ። ደሓን እቶ ዝኾነ ነገር ጽቡቕ ዝገበረ ሰብ እንኳዕ ሃለኻ ጽቡቕ ጌርካ ኣኹሪዕኻና ደሓን እቶ Great work! I am proud of you!

ኣፍ መኽፈቲ ክንብል ከለና ድማ እንታይ እዩ ኣፍ መኽፈቲ ቅድሚ ምሳሕ ድዩ ወይ ድራር ዝበዝሕ ግዜ ድንጉይ ኢሉ እንተ ብፍላይ ዝመፅእ ኮይኑ መፃንሒ መግቢ ይህልወና ኣፍ መኽፈቲ ንኣብነት ባኒ ዝኾነ ነገር ለኺኻ ዲኻ ወይ ቅድሚ ምግቢ ዝኾነ ኣፐታይዘር ሰላጣ ድዩ ቆሎ ድዩ

ኣብ ነብሲ ወከፍ ገዛ ንሰብ ዘይምሱል መሲሉ ክንብሎ ከሎና ድማ ነብሱ ተበላሽዩ ብሕማም ምክንያት ድዩ ወይ ብዙሕ ሃልኪ ድዩ ብዝኾነ ምክንያት ነብሱ ዓቢሩ ጸምልዩ ሓመኹሽቲ መሲሉ ገለ ኢልና ንዛረብ ኢና ዘይምሱል መሲሉ ንብሎ ሂ ሲምት ኣንወል ሂ ዲድን ሉክ ጉድ

መስዋእቲ ከፊለሉ ክንብል ከለና ድማ ተፀሚመ ወዲኤዮ ተፀሚመ ሰጊረዮ ማለት እዩ ዘስምዕ ከምኡ እዩ ዘንፀባርቕ መስዋእቲ ከፊለሉ ኣይ ጌቭ ኣፕ ኤ ሎት ፎር ዚስ ኣይ ኤንዱርድ ፎር ዚስ ኣይ ሜድ ሳክሪፋይስስ ቱ ኣቺቭ ኢት ኣይ ዎርክድ ሃርድ ፎር ዚስ ኣይ ስተይድ ኮሚትድ ዲስፓይት ቻለንጅስ መስዋእቲ ከፊለሉ ዓስበይ ረኺበ ክንብል ከለና ድማ ወይ ዓስበይ ጻማይ ረኺበ እዩ ዘስምዕ ዓስበይ ረኺበ

ኣይ ኢርንድ ዘ ሪዛልትስ ኦፍ ማይ ደዲኬሽን ኣይ ጎት ዘ ኣውትካም ኣይ ወርክድ ፎር ዓስበይ ረኺበ መሰታ ዳሕረወት ንብሎ ንሰብ እንታይ እዩ ኣተሓሳስብኡ ብርኽ ዘይበለ ሰብ

ዋትኤቨር ቾይስስ ዩ ዩ ዋን ቱ ሜክ ዓነን ዓነን ዝብል ዓወን ዓወን ዝብል ኣይዘር ወይ ጌርና ክንገልጾ ንኽእል ኢና ጫሌዳ ዘረባ ሒዝካ ክትብሎ ከለኻ ንሰብ ድማ እንታይ ማለት እዩ ጫሌዳ ዘረባ ሒዝካ ጫፍ ሒዝካ ምዝራብ ጫፍ ሒዝካ ኮለል ምባል ካብቲ ቀንድን ኣገዳስን ዝኾነ ነገር ንእሽተይ ቀንፂልካ ወሲድካ ብዛዕብኡ ኮለል ምባል ከም ዓቢ እሹ ጌርካ ምዝራብ ጫሌዳ ዘረባ ሒዝካ ጫፍ ሒዝካ ማለት እዩ ብሓጺሩ ጫፍ ሒዝካ ኣብ ጓል ነገር ኮለል ምባል ማለት እዩ ወይ ከኣ ኣብ ጓል መገዲ ኮለል ምባል ቶኪን ኣውት ኦፍ ኮንቴስት making much of a small detail pretending expertise on a trivial point

ጸቕጢ ደም ክንብል ከለና ድማ እንታይ ማለት እዩ ጸቕጢ ደም ድፍኢት ደም በዘን ዝስዕባ ዝተፈላለያ ጌርና ክንገልጸን ንኽእል ኢና ዲፍረንት ወይስ ን እንግሊሽ ብላድ ፕሬሽር ሰርኩላቶሪ ፕሬሽር ክንብሎ ንኽእል ኣርቴሪያል ፕሬሽር ሃርት ፕሬሽር ኦር ቫስኩላር ፕሬሽር ጸቕጢ ደም ክንዲ ሰብ ምሕላቕ ክንብል ከለና ድማ ክንዲ ሰብ ምጥባቕ ክንዲ ሰብ ምሕላቕ ማለት ክንዲ ሰብ ምጥባቕ ብናይ ካልኦት ሰባት ምሕማም ማለት እዩ ብሓፂሩ ኣንግሪ ኣት ዘያር ሮንግ ዶዊን ኣፕሰት ባይ ዘያር ሃርምፉል ኣክሽንስ ማድ ኣት ዘም ፎር ሃርቲንግ ኣዘርስ ማድ ኣት ዘም ፎር ሀርቲን ኣዘርስ ኣንገርድ ባይ ዘያር ሚስ ዲድስ ፊርዮስ ኣት ዘያር ሮንግስ ክንዲ ሰብ ምሕላቕ ሊቀ ሊቃውንቲ ክንብሎ ከለና ንሰብ ድማ እንታይ እዩ ሊቀ ሊቃውንቲ ፍልጠቱ ልዕሊ ሊቃውንቲ ዝኾነ ማለት እዩ መምህር ናይ ሊቃውንቲ ሊቀ ሊቃውንቲ ሰፕሪም ማስተር ኣልቲሜት ኣውቶሪቲ ግራንድ ማስተር ቺፍ ኦፍ ኦል ቶፕ ሞስት ኤክስፐርት ሊቀ ሊቃውንቲ ሊቀ ጳጳስ ክንብል ከለና ድማ ከምኡ መምህር ናይ ጳጳሳት ሊቀ ጳጳሳት ሊቀ ጳጳስ ኣርክቢሾፕ ፕሪመስ ሜትሮፖሊተን ቺፍ ቢሾፕ ኦር ሄድ ኦፍ ዘ ኤፒስኮፔት ሊቀ ጳጳሳት ኦር ሊቀ ጳጳስ ቋንጣ ተሪፉ ክንብሎ ከለና ንሰብ ድማ እንታይ ማለት እዩ ኣዝዩ ቀጢኑ ኣዝዩ ቀጢኑ ከፊእዎ ኣሎ ማለት እዩ ወይ ሓሚሙ ኣሎ ማለት እዩ ሂሎስ ወይት

a neutral occurrence ናይዘር ጉድ ኖር ባድ ኣይመርገም ኣይምርቓ ብዝተረፈ ሰሰናዩ ጠጥዕሙ